ማኒፑሌት ንከይትኸውን ስማርት ማኒ ትሬደር ክትከውን ኣለካ ኦር ብዛዕባ ኢነር ሰርክል ትሬዲንግ ክተፅንዕ ኣለካ ግን ከምዚ ገይሮም ማኒፑሌት ምስ ገበርዎ SMC ስማርት ማኒ ኮንሰፕት ዝበሃል እየ ትሬድ ዝገብር እንታይ ማለት ኣይ ቲንክ 350 ኢና ክንከስር እንድሕር ደኣ ማርኬት ናብቲ ንሕና ንደልዮ ተኸይዱ ከዓ ሽሕን ስሳን ክልተን ክንከስብ ኢና ማለት እዩ ኩሉ ግዜ ትሬድ ክትገብር ኮለኻ ካብቲ ትኸስሮ ክልተ ዕጽፊ ወይ ሰለስተ ዕጽፊ ኢኻ ትኸስብ ማለት ኣብዚ እንዳሰበረ ንታሕቲ እዩ ክወርድ ጸኒሑ ክሳብ ኣብዚ ማለት ክሳብ ኣበይ ወሪድና ክሳብ ኣብዚ ከባቢ ማለት ሕጂ እታ ማርኬት ስትራክቸር ሽፍት ተሪኢኽያ ሓደ ትሬደር ከጽንዓ ዘለዎ እዚኣ እያ ፕራክቲካሊ ክንሪኦ ኢና ሄቪ ኣብ ፕራክቲካል ለስ ቴክ ዲስ ዋን ንኣብነት ሕጂ ኣብዚ ናትና ስክሪን ከም ዘሎ ማርኬት ንታሕቲ ክወርደልና ጸኒሑ ኣብዚ ማለት እዩ እንተ ሓቲ እንዳሰበረ እንዳሰበረ እንዳሰበረ ክመፀልና ፀኒሑ ክሳብ ኣበይ እዚ ቅድም ኢልና ክንሪኦ ዝፀናሕና ቻርቲ ባይዘወይ ኣብዚ እንዳሰበረ ንታሕቲ እዩ ክወርድ ፀኒሑ ክሳብ ኣብዚ ማለት ክሳብ ኣበይ ወሪድና ክሳብ ኣብዚ ከባብዚ ማለት እዩ ሕጂ እታ ማርኬት ስትራክቸር ሽፍት ተሪኢኽያ ሓደ ትሬደር ከፅንዓ ዘለዎ እዚኣ እያ ማርኬት እንታይ ገይሩ ንላዕሊ ወፅዩ ንታሓት ሰቢርና which is ክሳብ ኣብዚ በጺሑ ነይሩ ማለት እዩ ድሕሪኡ ግን እንታይ ገይሩ ንላዕሊ ከምዚ ሰቢርልና ኣሎ ሕጂ ናይ እንቲ ሰቢርዋ ማለት ነዚኣ ሰቢርልና ኣሎ ማለት እዩ እንታይ ይበሃል እዚ ማርኬት ሽፍት ገይሩ ኣሎ ኦኬ ደን ሽፍት ተገይሩ ሕጂ ባይ ክንገብር ንክእላና ባይ ክንገብር ተኮይና ከዓ ኩሉ ግዜ ማርኬት ናብ ርትዓዊ ዋጋ ክመፀልና ኣለዎ እዚ ፊቦናቸ ክንጥቀም ንክእል ኢና ካብዚ ክሳብ ኣብ ዝለዓለ ዘሎ ነስምሮ መፅኡ ኣብ ርትዓዊ ዋጋ ምስ ተንከፈልና ባይ ንገብር ሶ ሂር ኣብዚ ክንኣቱ ንኽእል ኢና ስተብሎስ ናትና ኣብ ታሕቲ ከነቕምጥ ኢና ባት ስተብሎስ እንታይ እዩ ቴክ ፕሮፊት እንታይ እዩ ክንዘራረብ ኢና ማለት እዩ ሕጂ እዚኣ መሳርሒ እዚኣ ኢኻ ትጥቀም ትሬድ ክትገብር ኮለኻ ውጭ እዛስ ሜርያ ዘለኹ ኣብዚ ሕጂ እዋን ማለት እዩ ትሬደራት ሙሉእ ብሙሉእ እቲ ምኽሳር ስለዘወግዱ ኣይኮን ወይ ከዓ 100 ፐርሰንት ገንዘብ ክረኽቡ ስለዝኽእሉ ይኮኑ ትሬደራት ዝኾኑ እንታይ እዩ ገንዘብ ክትረክብ ኮለኻ ብዕፅፍታት ኢኻ ትረክብ ክትኸስር ኮለኻ ግን ክንድቲ ንስኻ ማኔጅ ትገብሮ ተመሓድሮ ወይ ከዓ ዝመደብካዮ ኢኻ ትኸስር ብካልእ ኣዘራርባ እንታይ ማለት እዩ ለሰይ ኣብዚኣ ሕጂ ንሕና ክንገዝእ ኢና ምክንያት መግዚእና ከዓ ማርኬት ሽፍት ገይርልና ኣሎ ማእዝኑ ቀይርልና ኣሎ ማለት እዩ ማርኬት ለወር ለው እናፈጠረ እዩ ክመፅእ ፀኒሑ ሽፍት ጌርና ኣሎ ንሕና ኣበይና ክንኣቱ ኣብዛ መስመር እዚኣ ኢና ክንኣቱ እንታይ ኢና ክንገብር ባይ ክንገብር ኢና ደን ባይ ክገብር ተኮይነ ኦኬ ክንከፍት ኢና ፖዘሽን ንኣብነት ንሕና ዓሰርተ ክንከፍት ኢና ደን ብዓሰርተ ሂር ማርኬት ሕጂ ኣብ ላዕሊ ኮና ክንገዝእ ኩሉ ግዜ ማረምታ ምስ ፈጠረ ወይ ኮሬክሽን ምስ ፈጠረ ኢና ንኣቱ ኣብዚያ ከባቢ እዚኣ ኢና ክንገዝእ ማለት እዩ ደድሕሪኡ ባይ ክንገብር ኢና ግን መጀመርያ ማርኬት ክምለሰልና ክኽእል ኣለዎ ኦኬ ማርኬት ተመሊስልና ኣሎ የትና ኣሎ ማለት እዩ እንደን ባይ ክንገብር ንኽእል ኢና ሶ ስተብሎስ ዝበሃል ኣሎ ስተብሎስ ማለት ማርኬት እንድሕር ዳ ካብዚ ዘለዎ ኣንፃረይ ተኸይዱ ለሴና መት ኣብዚ ክንገብሮ ኢና ሕጂ ማርኬት ኣንፃርና እንተኸይዱ እዚ ዞም ገይረ ከሪአኪ ንዓኹ ንሄቨነይ ሂር
Here እንድሕር ድኣ ማርኬት ካብዚ ዘለዎ ኣንጻረይ ተኸይዱ ኣርባዕተ ሚእቲ ሰብዓን ክልተን ጥራይ ክኸስር እየ ኣርባዕተ ሚእቲ ሰብዓን ክልተን ዶላር ማለት እዩ እንድሕር ድኣ ናብቲ ኣነ ደለየ ዘለኹ ተኸይዱ ግን ቴክ ፕሮፊት ይበሃል እዚ እቲ ናትና ምህርቲ ንሓፍሰሉ ሲስተም እዩ ክሳብ ኣብዚ ክገብሮ እየ እንድሕር ድኣ ናብቲ ናተይ ተኸይዱ ከዓ ኣትሊስት ሰለስተ ዕፅፊ ዝኸውን ክረክብ እየ ማለት እዩ ኣይ ቲንክ ከምዚ ክንገብሮ ኢና ሰለስተ ሚእትን ሓምሳን ኢና ክንከስር እንድሕር ደኣ ማርኬት ናብቲ ንሕና ንደልዮ ተኸይዱ ከዓ ሽሕን ስሳን ክልተን ክንከስብ ኢና ማለት እዩ ኩሉ ግዜ ትሬድ ክትገብር ኮለካ ካብቲ ትኸስሮ ክልተ ዕፅፊ ወይ ሰለስተ ዕፅፊ ኢኻ ትኸስብ ማለት እዩ ኦኬ ደን ፕሌይ ክንገብሮ ኢና እጂ ማርኬት ኣብዚ ከም ትሪኦ ዘለኺ መጀመርያ እቲና ደን ናብቲ ንሕና ንደልዮ ማእዝን ገፁ ይኸደልና ኣሎ ዊች ኢዝ ፅቡቕ ማለት እዩ ናብ ላዕሊ ተኸይዱ ሽሕ ዶላር ክንከስብ ኢና ማለት እዩ ደን ፕሌይ ክንገብሮ ኢና ሕጂ ብካልእ ኣዘራርባ እዚ ከምዚ ጌርና ክንሪኦ ኢና ማርኬት እንድሕር ዳ ናብዚኣ ፖይንት እዚኣ ተመፅኡ እቲ መፅናዕቲ ጌርና ኣለና ንታሕቲ ከም ዘይወርድ መፅናዕቲ ጌርና ኣለና ዋይ ሽፍት ገይሩ እዩ መኣዝና ትቕይሩ እዩ ንታሕቲ ይሰብረልና እዩ ማለት እዩ ባት ኢቨን ተሰቢርልና ትም ኢሉ እንድሕር ዳ ንታሕቲ ተኸይዱ ኩሉ ኢኮና ንኸስር ዳዩ ዝተወሰነ ጥራይ ኢና ንኸስር ባት ናብዛ ፖይንት እዚኣ ተመፅኡ ከዓ ኣውቶማቲካሊ ገንዘብ ክንረክብ ኢና ማለት እዩ ኦኬ ሶ ዊር ፕራክቲካሊ ናው ትሬዲንግ ምሽ ዶ ኤግዛክትሊ ያ ኦኬ ባክ ቴስቲንግ ዝበሃል ሲስተም እዩ ባት ፕራክቲካሊ ትሬድ ከም ትገብር ዘለካ እዩ ዘርእየካ ማለት እዩ ኦኬ ኢንትረስቲንግ ምንቅስቃሳት ግን ዋው
ን ኣልሞስት ናብ ናትና ቴክ ፕሮፊት በጺሕላ ነይሩ እዩ ግን ንድሕሪት ተመሊሱ ኣሎ ን the same ክንጽበ ኢና ማለት እዩ ኦኬ ሕጂ ናብ ናትና ስለ ዝበጽሐ ከም ዝረኣኽዮ ን ኣውቶማቲካሊ ሽሕ ዶላር ከሲብካ ኣለኻ ዝብል መጺኡና ኣሎ ደንታት ሴልት ማለት እዩ ሽዑ እንደን ዩል ሴልት ንገብሮ ማለት እዩ ሽዑ ሕጂ ኣብ ላዕሊ ሴል ክንገብር ንኽእል ኢና ግን ካብ ሴል ንገብር እንታይ ኢና ንገብር እንድሕር ዳ ዋይስ ትሬደር ትኾንካ ብፍላይ ኣነ ዩኖ ስክሬዚ ዝኾነ ገንዘብ ኣብ ምስራሕ ኣለኹ እንደን ትሬዲንግ ሂወተይ እውን ቀይርለይ ማለት እዩ ሶ ላይክ ዝያዳ እንታይ ኢኻ ትገብር ኣብ ላዕሊ ምስ በፂሕልና ኣሎ ሕጂ ኣብዚ ከባቢ ዝበፂሕልና ኣሎ ኣብ ክንዲ ሴል ትገብር ሴል ተጌርካ ንላዕሊ ክሳብ ኣበይ ዝኸይድ ኣይትፈልጥን ኢኻ እንታይ ንገብር ግን ነቲ ማርኬት ንፅበዮ መጀመርያ ክሳብ ንታሕት ዝመፀልና ክሳብ ርትዓዊ ዝኾነልና ማለት እዩ ደን ናብ ርትዓዊ ዝበሃል ቦታ ምስ መፀልና ተፀቢና ባይ ንገብር ድሕሪ ካልኣይ ግዜ ያ ምክንያቱ እቲ ትረንድ ኢና ንኽተል ዘለና እቲ ማርኬት ንላዕሊ እዩ ዝኸይድ ዘሎ ክሳብ ሽፍት ኣብ ላዕሊ ንረክብ ባይ እናገበርና ኢና ንኸይድ በጺሒልና ኣሎ ንጽበ ላዕሊ በጺሒልና ኣሎ ሕጂ ክንጽበ ኢና ንታሕቲ ክወርደልና እዩ ሃየር ለው ክፈጥር እዩ ባይ ንገብር ንላዕሊ ምስ ከደ ከዓ ቴክ ፕሮፊት ንወስድ ንጽበ ድሕሪኡ ደን እቲ ፕሮሰስ ናትና ከም ይወፅል ማለት እዩ ተሪእኸዮ ደን ንላዕሊ ከይድ ነይሩ ወሪድልና ኣሎ ንታሕቲ ተሪእኸዮ ደን ምስ ወረደ ትገዝእ ማለት እዩ ኣብ ከለኩ ሓተካ ኣብ መዓልቲ ክንደይ ሰዓት ትሬዲንግ ትገብር
ዌል ኣብ መዓልቲ ብኣቨሬጅ ያ ልዕሊ ክልተ ሰዓት ኣብ ቻርት ኮፍ ኣይትብልን ኢኻ ባይ ዝወይ مش ده؟
ያ መፅናዕቲ ትገብሮ ኣሎ ዜናታት ትሪኦ ገለ ኣሎ እንዲ ግን ኦረዲ ኣብዛ ማርኬት ስትራክቸር ሽፍት ትብል ዘላ ምስ በፃሕና ልዕሊ ክልተ ሰዓት ኣይወስደልካን እዩ እቲ ከማን ክልተ ሰዓት ከማን ብጣዕሚ ተነዊሑ እዩ ብፍላይ ደይ ትሬደር ትኾንካ ማርኬት ኣፅኒዕካ ጥራይ ትሬድ ትገብር ትኾንካ ኣይ ብዙሕ ኣይወስደልካን እዩ ግን ከም ድሌትካ ኢኻ እንታይ ኣሎ ሓደ ሓደ ግዜ ንክልተ መዓልቲ ሰለስተ መዓልቲ ማርኬት ብጣዕሚ ክወፅእ ኢልካ ትሓስብ ተኾንካ ደን ከይሸጥካዮ ትገዚእካዮ ዘለካ ስቕ ትብል ሰለስተ መዓልቲ ኣርባዕተ መዓልቲ ኮይኑ ስዊንግ ትሬደር ትኸውን ግን ከዓ ዕብይ ዝበለ መኸሰብ ክትረክብ ትኽእል ኢኻ ነዊሕ ተፀቢኻዮ ማለት እዩ ኣንፃርካ እውን ክኸይድ ይኽእል ማለት እዩ ኤንድ ካብኡ ወፃኢ እውን መፅናዕታት ክትገብር ኣለካ ከምዚ ክትብሎ ዝፀናሕካ ዜና ምክትታል ገለ እውን ጥቕምታት ኣለዎ ኤግዛክትሊ ንኣብነት ሕጂ እንድሕር ድኣ ናይ ትራምፕ ትዊተር ትከታተል ተልኒኻ እንድሕር ድኣ ትራምፕ ምስ ኢራን ፒስ ክንገብር ኢና ዝብል ተሃልዩ ምስ ኢራን ኣብ ውግእ ከለዉ እስራኤል ኣሜሪካ ኢራን ማለት እዩ ኣብ ውግእ ከለዉ ኢራን ሓደ ካብቲ ዝዓፀወቶ እዚ ስትሬት ሆርሙዝ ዝበሃል ምሻሉ እቲ ናይ ናፍታ መተሓላለፊ መስመር ሶ ናፍታ ከቢር ኣሎ ፒስ ክኸውን እንተኢሉ ክኸፍትዎ እዮም ሰታ ክትገብር ኣለካ ናፍታ ክትገዝእ የብልካን ማለት እዩ ዳስ ከምኢታት እዩ ደድለየካ ከም ትሬደር ማለት እዩ ኣነ ክንምለስ ኢና ናብዚ ናትና ብቡልሽ መልክዑ ኣብዚ ሪእናዮ ኣለና ተንድሕሪኡ ናብዚ ክንመጽእ ኢና ማለት እዩ ሕጂ ካልእ ከም ትሬደራት ክንፈልጦ ዘለና ነገር እንታይ ኣሎ ታይሚንግ ዝበሃል ኣሎ ታይም ማለት እዩ ሶ ታይሚንግ እንታይ ማለት እዩ እንድሕርዳ ደይ ትሬደር ክትከውን ትኾንካ ኦር ትሬደር እንድሕርዳ ክትከውን ትኾንካ መዓስ ትሬድ ትገብር እንታይ ትሬድ ትገብር ክትፈልጥ ክትኽእል ኣለካ ማለት እዩ ንኣብነት ሕጂ ኣብዚ ኣለና ታይሚንግ እዩ ዝበሃል ኣብ ማርኬት ኣቲና እውን ክንሪኦ ኢና ማለት እዩ ንኣብነት ናይ ኣሜሪካ ማርኬት ትሬድ ትገብር ተኾንካ ናይ ኣሜሪካ ማርኬት ትሬድ ትገብር ተኾንካ ኩሉ ግዜ እንታይ ኣሎ ለይቲ ኣሎ እዋን ድቃስ ማለት እዩ ሰባት እዮም ትሬድ ዝገብሩ ደቂ ሰባት እዮም ዝገዝእዎን ዝሸጥዎን ዕዳጋ ኢልና ኣለና ደን እንድሕር ዳኣ ከም እንተኾይኑ ግዜ መዓስ ኢኻ ትሪድ ትገብር ትፈልጥ ኣለካ ማለት እዩ ሓደ ካብቲ ክፋል ግዜ ታይም ሴሽን ዝበሃል ኣሎ ሰለስተ ዓበይቲ ሴሽናት ኣለውና ንሶም ከዓ እንታይ እዮም ዝበሃሉ ናይ ኤሽያ ሴሽን ዝበሃል ኣሎ ናይ ኤሽያ ሴሽን ማለት እዚ ናይ በዓል ሃገራት ጃፓን ቻይና ዝበሃል ሃገራት ኣክቲቭ ዝኾናሉ ግዜ ማለት እዩ ናይ ለንደን ሴሽን ዝበሃል ኣሎ ለንደን ሴሽን ማለት ከዓ እዚ ናይ ኤውሮጳ ኣፍሪቃ እውን ሓዊስካ ማለት እዩ ኣክቲቭ ዝኾነሉ ወቕቲ እዩ ማለት እዩ ሶ ናይ ኒውዮርክ ሴሽን ዝበሃል ኣሎ which is በዓል ኣሜሪካ ካናዳ ዘለዉ ትሬደራት ወይ ከዓ ነጋዶ ኣክቲቭ ዝኾኑሉ ግዜ እዩ ማለት እዩ ኣብ መዓልቲ ሕጂ ዝተወሰና ክልተ ሰዓት ዝኾና ናይ ኣሜሪካ ፕላስ ናይ ለንደን which is ኣብዚ ኤውሮጳ ከባቢ ዘለዋ ሃገራት ማለት እዩ ኣክቲቭ ዝኾናሉ ግዜ ክልቲኦም ኣክቲቭ ዝኾኑሉ ወቕቲ ኣሎ
ብሓንሳብ ኣደ ሴምታይ ኣደ ሴም ታይም ንኸውን ማለት እዩ ኣብኣቶም ቀትሪ እዩ ኣባና እውን ቀትሪ እዩ ማለት እዩ ኣክቲቭ ዝኸውን ግዜ ኣሎ እንድሕር እዩ ኣብዘን ግዜ እዚኣተን ማርኬት ዝያዳ ይንቀሳቐስ ካብ ካልእ ወፃኢ ብፍላይ ኣብ ኤሽያ ሕጂ ኣብ ኤሽያን ሰሽን እንድሕራ ናይ ኣሜሪካ ወይ ከዓ እዞም ዓበይቲ ዕዳጋታት ዝበሃሉ ናይ ኣሜሪካ ብፍላይ ናይ ኣሜሪካ ምስ ዶላር ተታሓሒዙ ፀላውነት ስለ ዘሎ እቲ ናይ ዶላር ወቅቲ ማለት እዩ ኣብዚ ወቕቲ እዚ ኮንሶልዴሽን ዝበሃል ሴሽን ኣሎ ንሱ ከዓ እንታይ እዩ ማርኬት ብዙሕ ኣይንቀሳቐስን እዩ ኣብዛ ትሪኦ ዘለኺ ብስእሊ መልክዕ ገርና ኣለና ኮንሶልዴሽን ማለት ማርኬት ክንቀሳቀስ ከሎ ኩሉ ግዜ መጀመርያ ኮንሶልዴት ይገብር ላዕሊ ታሕቲ ጥራይ ዝብል ናብ ሓደ ማእዝን ኣይከይድን እዩ እንታይ ማለት እዩ ትሬንድ የለን ኣብዚ ንላዕሊ ሃየር ሃይ እናፈጠረ ክኸይድ ይፀንሕ ደንድሕሪ ለወር ለው ምሽ ክንብል ፀኒሕና ኣብዚ ግን ዝኾነ ምንቅስቃስ ኣይፈጠሩን እንታይ ይበሃል ኮንሶሊዴሽን ወይ ከዓ ሬንጅ ሳይድ ሬንጅ ተባሂሉ ይፅዋዕ ማለት ዊች ንግማስ ዝንቀሳቀስ ማርኬት ማለት እዩ
ኣብዚ ወቅቲ እዚ ሕጂ እንታይ ኢካ ክትገብር ዘለካ ክትገዝእ የብልካን ክትሸይጥ የብልካን መዓስ ኢካ ትሬድ ትገብር ኣብ ግዜ ኤክስፓንሽን ንኣብነት ኣብዚ ወቅቲ እዚ ክንብል ኮልና ብለንደን ብናትና ኣቆጻጽሪ ብናይ በርሊን ታይም ሰዓት ሸሞንተ ንግሆ ማለት እዩ ብናይ ኣሜሪካ ሰዓት ክልተ ለንደን ሴሽን ኦፕን ይገብር እንታይ ማለት እዩ ኣብዚ ኤውሮጳ ዘሎ ዕዳጋ ኣክቲቭ ይኸውን ማለት እዩ ክሳብ ሰዓት ትሽዓተን ፈረቓን which is somewhere around here ብናይ ኒውዮርክ ማለት እዩ ሰዓት ኣቆፃፅራ ብኣና ክሳብ ሰዓት ክልተ ዘሎ ግዜ ማርኬት ኣክቲቭ ዝኸውን ብጣዕሚ ኣክቲቭ ዝኸውን ማለት እዩ
ሶ እንድሕር ዳ ደይ ትሬደር ትኾንኪ ንስኺ ናይ መዓልቲ ትሬደር ትኾንኪ ወይ ከዓ ትሬድ ክትገብር ትኾንኪ ከም ሞያ እንድሕር ዳ ኮምፒውተር ከፊትኪ ትሬድ ክትገብር ትኾንኪ ኣብዚ ናይ ኤሽያን ዝበሃል ወቕቲ ትሬድ ክትገብር የብልክን መዓስ ኢኪ ትሬድ ትገብሪ ኣብቲ ማርኬት ኣክቲቭ ዝኮነሉ ኣክቲቭ ክከውን እቲ ማርኬት ምስ ረኣክዮ ኤክስፓንድ ክገብር ከሎ ወይ ከዓ ኣብዚ ኤክስፓንሽን ዝበሃል ሲዝን ምስ በፅሐ ን ኣብ ማርኬት ክሳተፍ ክትክእል ኣለካ ኦኬ ማርኬት ክንቀሳቀስ ከሎ ደይ ትሬደር ተኮንካ ኤክስፓንድ ዝገብረሉ ኣሎ ዊች ኢዝ ካብዚ ኮንሶልዴት ዝገብረሉ ዝነበረ ማርኬት ኣክቲቭ ምስ ኮነ ኤክስፓንድ ክገብር ይጅምብር ክምጠጥ ይጅምብር ኦር ክዝርጋሕ ይጅምብር ማለት እዩ ደን ድሕሪኡ ሪቨርስ እውን ክገብር ይኽእል እዩ ሪቨርሳል ማለት ከዓ ማርኬት ኣንፃርካ ክኸይድ ከሎ ወይ ከዓ ክምለስ ከሎ ማለት እዩ ኣብ ኤክስፓንሽን ሓንቲ እንታይ ኣላ ኤኤምዲ ዝበሃል ኣሎ ኣብዚ ብቻርት መልክዕ ሃሪየክ ኤኤምዲ ማለት SAMD ማለት እዩ እንድሕር ደኣ ትሬድ ከትገብር ተኾንኪ ቻርት ክንስእል ኢና which is uh, here ንኣብነት ሎሚ ድፈጠራ ካንድል እዚኣ እያ ንበላ ማለት እዩ ኦኬ ጽቡቅ

ማርኬት ንላዕሊ ትወፅእ ዘላ ካንድል ኣላትና ኣብዚኣ ሕጂ ኣብዛ ካንድል እዚኣ ኣብዛ ካንድል እዚኣ ማለት እዩ እዚኣ ናይ ትማሊ ካንድል እያ ኦኬ ኣብዛ ካንድል እዚኣ እንድሕር ዳኣ ንስኺ ትሬደር ትኾንኪ ሎሚ ትሬድ ክትገብር ትኾንኪ ንግሆ እዩ ተስኢ ክለኽ ማለት እዩ ትሬድ ክትገብር ትኾንኪ እዘን ሰለስተ ነገራት እዚኣተን ምፍላጥ እየ ነድሊ ኤኤምዲ ማለት ማርኬት ኣብዚኣ ኦፐን ክገብረልኪ እዩ ኣብዚኣ ኦፐን ክገብር እዩ ደድሕሪኡ ኣኮሙሌት ክገብር ኣለዎ ኦፐን ምስ ገበረ ለይቲ ስለ ዝኸውን ለይቲ ግዜ ዝፍጠር እንታይ ክገብር እዩ ኮንሶሊዴት ይገብር ከምዚ ዓይነት ማርኬት ዝፈጥር ሳይድ ወይ ዝኸይድ ማለት እዩ ሶ ስኺ ትሬድ ክትገብር ተኾንኪ ኣብዚ ወቅቲ እዚ ትሬድ ኣይትገብርን ኢኸን ዋይ ማርኬት ኣክቲቭ ክሳብ ዝኸውን ኤክስፓንድ ክሳብ ዝጅምር ትፅበይ ኢኺ ውጅዝ ንኣብነት ሕጂ ማርኬት ኣብዚኣ ኦፐን ክገብር እዩ ብዛ ቀያሕ መስመር እዚኣ ንበል እዚኣ ተለልያ እተን ኣኮሙሌት ይገብር ኣሎ which is ማርኬት ይንቀሳቀስ የለን ንኣብነት ሎሚ ንስኺ ብዝገበርክዮ መጽናዕቲ ማርኬት ቡሊሽ ነይሩ ትማሊ ንላዕሊ ዝወጽእ ዘሎ ሎሚ ከኣ ንላዕሊ ክወጽእ እዩ ክብል ተኮይነ ማርኬት ግን እንታይ ይገብር መጀመርያ ማኒፑሌት ይገብር ኤም ማለት ማኒፑሌት ማለት እንታይ ማለት እዩ ኣንጻርኪ ይኸይድ መጀመርያ ከመይ እዩ ዝኸይድ ኣንጻርኪ ላይክ ከምዚ ኢሉ ንታሕቲ ይወርድ እሞ ካልኦት ትሬደራት ብዘይ ኣፍልጦ ትሬድ ዝገብሩ ትሬደራት እንታይ ኢሎም ዝሓስቡ the market ንታሕቲ ክኸይድ ኢሎም ሴል ይገብሩ ይሸጡ ማለት እዩ ግን ንሕና ንኣብነት ኣነ ኤስኤምሲ ስማርት ማኒ ኮንሰፕት ዝበሃል እየ ትሬድ ዝገብር እንታይ ማለት እዩ ትካላውያን ዓበይቲ ትካላት ነዚ ማርኬት ደንቀሳቀስዎ ትካላት ቢለንስ ትሪሊየንስ ገንዘብ ዘንቀሳቀሱ ትካላት ትሬድ ዝገብርሉ ሲስተም እዩ እንድሕር ዳ ብዘይ ኣፍልጦ ትሬድ ዝገብር ተሃልዩ ሓደ ትሬደር ኣብዚ ቀይሕ ገረልክ ዘለኹ ዞኒ ባይ ዝገብር ማለት እዩ ኦር ሴል ዝገብር ላይክ ንታሕቲ ምሽ ይኸይድ ኣሎ ነዚ ሴል ሴል ይገብሩ እቲ ኣይድያ ናቶም እንታይ እዩ ማርኬት ንታሕቲ ይወርድ ስለ ዘሎ ንታሕቲ ክኸይድ እዩ ብዝብል ማለት እዩ እንድሕር ደኣ ስማርት ማኒ ትሬደር ትኾንካ ስማርት ማኒ ትሬደር ማለት ኢንስቲቱሽንስ ትሬድ ዝገብርሉ እዩ ትካላውያን ትሬድ ዝገብርሉ ሲስተም እዩ ኣነ ሕጂ ከምኡ እዩ ኣፅኒዐ ብኡ መንገዲ እየ ትሬድ ዝገብር ማለት እዩ ሶ እንታይ እዩ ንሱ መጀመርያ ማኒፑሌት ትገብር ማኒፑሌሽን ማለት እንታይ ማለት ንሓደ ሰብ ነቲ ናቱ ርእሲ ምጥምዛዝ ማለት እዩ ከምኡ ይኮነን ያርስ ብትግርኛ ቃል ብቃሉ ምትላል እኮ ክትብሎ ትኽእል እያ ማኒፕሌሽን ኤግዛክትሊ ያ እስኣ ናይ ማኒፕሌሽን ብዙሓት ሰባት እንታይ ትብል መፅሓፍ ኢኹም ብዙሕ ባይዘው ትሸጡ ኢዘ
ፓወር ፓወር ራይት
ግን ዝፀሓፋይ ናይ ባዕሉ ፍለሽ መፅሓፍ ኣይኮን ሰልፍ ላይክ ሰልፍ ፕሮቴክት እዩ ዝብላ ግን እርዝ ማድረግ ፕሌት ኣይዳታታል ኦኬ Yeah. ኣይጋት ግን ኦኬ ኤግዛክትሊ ኦነስትሊ ከዓ ከምኡ እዩ እንድሕር ደኣ ብፍላይ እ፣ ከም ሰብኣዊ እ፣ ነገራት ሒዝካ ተንቢብካያ እዩ ባት ኢት ዲፐንድ ዩ ኖው ሰባት It depends. ናብ ምንታይ ከም ዝጥቀምሉ ማለት እዩ ኤግዛክትሊ ደን ማኒፑሌት ንከይትኸውን ስማርት ማኒ ትሬደር ክትከውን ኣለካ ኦር ብዛዕባ ኢነር ሰርክል ትሬዲንግ ክተጽንዕ ኣለካ ግን ከምዚ ገይሮም ማኒፕሌት ምስ ገበርዎ ንስኺ ግን እንታይ ትገብሪ ኦረዲ ፈሊጥኪ ኣለኺ ምሽ ዶ ከምኡ ከም ዝገብሩ ማርኬት ኮንሶሊዴት ትገብር ደን ድሕሪኡ ማኒፕሌት ከም ዝገብርዎም ንትሬደራት ትጽበይ ማኒፕሌት ምስ ገበሩ እንታይ ክትጽበይ ኢኺ መሲልኪ ብታ ዝተምሃርናይ ኣንተሞ ማርኬት ንታሕቲ ወሪዱ ሽፍት ክሳብ ዝገብረልኪ ትጽበይ ንታሕቲ ወሪድልና ኣሎ ሲር ደን ሽፍት ምስ ረኣየኪ እንድሕሪ ክልተ ኣለኪ ሓደ ኮንሶልዴት ጌሩ ነቶም ዘይፈልጡ ትሬደራት ንከውፅኡ ማኒፑሌት ጌሮሞ ኣለዉ ንታሓት ገፁ ካልኣይ ሽፍት ጌርል ኣሎ ሽፍት ተጌሩ ማርኬት ንላዕሊ እዩ ሃየር ሃይ እንዳፈጠረ ዝከይድ ን ደን ኣብዚ ታሕቲ ባይ ትገብሪ ኣብ ሓደ ኣብ ርትዓዊ ዋጋ ትገዝእ ኣለኪ ካብ ናይ ትማሊ ምክንያቱ ኣብዚ እዩ ማርኬት ክሎዝ ጌሩ ኔሩ ኣብ ርትዓዊ ዋጋ ትገዝእ ኣለኪ ካልኣይ ካብዚ ኮንሶልዴሽን ዝበሃል ቦታ ንታሕቲ ማኒፕሌት ምስ ገበረ ትገዝ ኣለኺ ሳልሳይ ኮንፊርሜሽን እዩ ዝበሃል እንታይ ማለት እዩ ማርኬት ሽፍት ይገብረልኪ ኣሎ ሽፍት ምስ ገበረ ትገዝ ኣለኺ ደን ክሳብ ላዕሊ ክትፅበዮ ትኽእል ነቲ ዕዳጋ ናትኪ ማለት እዩ ዊች ኢዝ ንኣብነት ከምዚ ኢሉ ኣብዚ ተኣቲና ስተብሎስ ናትና ኣብዚ ተገርናዮ ክሳብ ላዕሊ ዝኸደልከ ክትፅበዩ ትኽእል እዩ ምክንያቱ ኣብ ርትዓዊ ዋጋ ኢኺ ገዚእኺ ንስኺ ማለት እዩ ከምዚ ትሬድ ክትገብሪ ትኽእል ኢኺ ማለት እዩ